ሰላም ሰላም ኩልኹም ኣሕዋት ከመይ ኣለኹም ሓውኹም ሲሞን እየ ምሳኹም ዘለኹ ሎማዓንቲ በቲ ዝሓተትኩም ንመሰረት ብዛዕባ ጥስቴርሶ ከመይ ጌርካ ትጠውዮ ንጸጋም ንየማን እንታይ ሕጊ ኣለዎ ገለ ኢልኩምኒ ነይርኩም ሎማዓንቲ ብትኽክል ንዑ ክምልሰልኩም እየ ማለት እዩ ሕጂ ናብ ስቴርሶ ከብለኩም ትሪእዋ ኣለኹም ከምዚ ንሪኣ ዘለና እስቴርሶ እዚኣ እያ ማለት እዩ ኩሉ ግዜ ስቴርሶ ንማኪና መቋጻጸሪ ማለት እዩ ንየማን ንጸጋም ሞተራትስ እየ ከርእየኩም እየ ኣብዚኣ እንተ ጌርካያ ኢድካ ነዚ ይጥዕመልካ ማለት እዩ እዚ ትርእይዎ ዘለኹም ናይዚ ቤትሮ መፅረይ እዩ ተውርዶ ንላዕሊ ንታሕቲ ተብሎ ተቐልጥፎ ገለ ማለት እዩ እዚ እዚኣ ሕጂ ብጣዕሚ ኣቀረባ ትኾነልካ ማለት እዩ እዚያ በዚ ፀጋም ዘለካ ትርእይዋ ዘለኹም እዚ ከዓኒ ፍራቻ ናይ የማንን ናይ ፀጋምን ማለት እዩ ሪዎ ኣለኹም እዚኣ ካብዚ ኣላ ማለት እዩ ከምኡ ብዚ ከዓኒ እቲ ልቺ ሙሉእ ልቺ ፍርቂ ልቺ ከምዚ ናይ ዕምብረ ልቺ ኣሎ ብዚ ኩሉ ብዚ ትቆፃፀሮ ማለት እዩ ኣብዚ ጥቃኻ እዩ ዘሎ ኩሉ ኣብዚ ላዕሊ እንተጌርካዮ እዚ ፌል እዩ ጌጋ እዩ ማለት ነዚ ብዚ ስክሪን ዘሎ ፍጥነት ክንደይ ትኸይድ ኣለኻ ይኽውለካ ኣየርእየካን እዩ ወላ ክትጥዎ ከለኻ ከምዚ ኢልካ ክትፀገም ኢኻ ማለት እዩ ኣብዚኣ እንትኾንካ ግን ናብዚ ክትዕፀፍ ፅቡቕ ናብዚ ከዓኒ ግርም ማለት እዩ ጸገም የብሉን ማለት እዩ ሕጂ ከምዛ ትርእይዋ ዘለኹም ማኪና ኣብ ዜሮ እያ ዘላ ማለት እዩ ሕጂ እዚኣ ዜሮ ምዃና ብኸመይ ትፈልጣ ኣብዚ ንህልሀኩም ምልክት ናይ ዝኾነት ማኪና ምልክት ኣላ እዚኣ ትርእይዋ ዘለኹም ትኺላ እንተሃልያ እዚኣ በዚ ክትፈልጦ ትኽእልኻ ማኪና ትኺላ ኣላ ድያ የላን ሕጂ ከምዚኣ ጌርካ እንተ ኼድካ ፍርቂ ኼድካ ኣለኻ ማለት እዩ ሓምሳ ፐርሰንት እያ እዚኣ ትሪእዎ ኣለኹም ከምዚ ናብ ዘዊርካ ከም ዝተመጽኣ ኸኣ ሙሉእ ዘዊርካያ ኣለኻ ማለት እዩ ሕጂ እቲ ኣተሓሕዛ ኢድካ ኸኣኒ ከምዚ ሒዝዮ ዘለኹ ክትሕዞ ኣለካ ትርእይዎ ኣለኹም ቃይ ትሰዶ ንኻ ከምዚ ጌርካ እቲኣ ሒዛ ከላ ኣብኣ ኸኣ እቲኣ ትቕይራ ማለት እዩ ከምዚ ጌርካ ክትቅይራ ኣለካ ከምዚ ኣቀያይራ ከምዚ ኤክስ ኣሎ ከምዚ ጌጋ እዩ እዚ ብጣዕሚ ኣብ ፈተና ዘትርፈካ ማለት እዩ ከምዚ ጌርካ ኤክስ ጌርካ ትዝውር እንተኾንካ እዚ ጌጋ እዩ ኩሉ ግዜ ክትዝውር ከለኻ ከምዚኣ ኢላ ኣላ እዚኣ ጌርካ ቁቁሩብ ዝውር ማለት እዩ ከምዚኣ እንተቢልካያ ሕጂ እዚኣ ክንደያ ዓሰርተ ሓሙሽተ ፐርሰንት ገለ ማለት እዩ ከምዚኣ እንተቢልካያ ፍርቂ ኮይና ኣላ ሓምሳ ፐርሰንት ኮይና ኣላ ማለት እዩ ኬድካ ዝዊርካ በዚኣ እንተምፂኻያ እዚኣ ጌርካ እዚኣ እንተጌርካያ እዚኣ ሙሉእ ኮይና ኣላ ማለት እዩ ሕጂ ናብ ቦትኣ ከዓ ትመልሳ ቦትኣ ትመልሳ ከለካ እምዚኣ ጌርካ ሒዝካ ከምዚ ጌርካ ብሓንቲ ግዜ ሸረር ኣቢልካ ዘይኮነ እዚ ስቴፕ ባይ ስቴፕ በብቑሩብ ትመልሳ ማለት እዩ ናብ ቦትኣ ከምዚኣ ጌርካ ትመልሳ ኣብዚኣ እንተ ጌርካያ ተሓሕዛ ኢድካ ግን ብጣዕሚ ጽብቕቲ እያ ማለት እዩ ዋላ ኣብዚ ዘሎ ኩሉ ናይ ድምፂ ክትቅይር ድዩ ገለታት ዝኾነ ኣብዚ ዘሎ ዝጥወቕ ብምሉኡ ነዚ ክተርክቦ እንትኾንካ ኣብዚኣ ክትገብር ኣለካ ዋላ ነዚ ስታይ እዚ ኩሉ ኣብዚ ዘሎ ካብ ናብኡ ኢድካ ኣይትፅገምን ኢኻ ማለት እዩ ንኩሉ ኮንትሮል ትገብሮ ብሓንቲ ግዜ ኣተሓሕዛ ናይ ስቴርሶ ከምዚኣ ገይረያ ዘለኹ ከምዚኣ ክትከውን ኣለዋ ሃሉ ግዜ ስቴርሶ ኣብዚ ከዓ ክተንውሖን ክትሕፅሮን እንተደሊኻ ኣብዚ ዝጥወቕ ኣሎ ሪእዎ ኣለኹም ኣብዚ ታሕቲ በዚ በዚ ታሕቲ እዚ ዝጥወቕ ኣሎ በዚ ከፊትካ ሴርሶ በዚ ተልዕሎን ተትሕቶን ማለት እዩ እዚ ትርእይዎ ኣለኹም ኣብዚኣ ከኣ ሓንቲ ከርእየኩም ናይ ስቴርሶ ማለት እዩ ስቴርሶ እጂ ከምዚ ክተንውሖ ትደሊ ወይ ክትሕፅሮ ትደሊ መቋፃፀር ኣለዎ ናይ ስቴርሶ እዚ በዚ ትኸፍቶን ትዓፅዎን ማለት እዩ ስቴርሶ ነዊሕ እንትኾንካ እዚ ተንውሖ እዚ ከዓ ትሕፅሮ ማለት እዩ ከምዚ ጌርካ ክትቋፀሮ ትኽእል ኢኻ ማለት ምስ ቁመትካ ክኸይድ ኣለዎ ኩሉ ግዜ ክትሪኦ ኣለካ ማለት እዩ እዚ እንዲኣ ጌርካ ኣመዓራሪኻ ምስ ቁመትካ ስቴርሶ ተዓፅዋ ማለት እዩ ነዚኣ ትሪእዎ ኣለኹም እዚኣ ኣገዳሲት እያ ማለት እዚኣ ምስ ናይ ስቴርሶ እያ ማለት እዩ ከምኣ ጌርኩም ሒዝኩም ስቴርሶ ብግቡእ ክትጥቀሙሉ ትኽእሉ ኢኹም ማለት እዩ ሙሉእ ክንጥዎ እንተኮይንና ከምዚኣ ጌርና ሒዝና እዚኣ ከምዚኣ ኣቢልና እንዳመሓላለፍና ኢድና ከይፈነና ከምዚኣ ንገብራ ማለት እዩ ክንምለስ ከለና ከዓኒ እምዚኣ ጌርና ናብዚኣ ኣቢልና ሸተት ኣቢልና እዚኣ ንመልሳ ማለት እዩ ኩሉ ግዜ ነዛ ኣብዚኣ ዘላ ናይ ማኪናና ምልክት ምክትታል ብጣዕሚ ኣገዳሲ ኮይኑ ስማዓኒ ንዓይ ማለት እዩ ሕጂ ክንዝውር ኢና ንቕድሚት ክኸይድ እየ ከመይ ይጥወ ከዓ ንክትርእይዎ ኢኹም ብግብሪ ማለት እዩ ሕጂ ክኸይድ እየ ማለት እዩ ሕጂ ከይድ ከለኹ ርእይ በዚኣ ፍራቻ ክገብር እየ ናብዚኣ ከይተሸገርኩ ማለት እዩ ክሳደይ ጠውየ ርየ በዚ ትኺለ ይኣቱ ማለት እዩ የጥፋ ማለት እዩ እዛ ፍራቻ ሓጅ ተበጊሰ እየ ሳልሳ የእቱ ሕጂ ብዚ ቅድመ ይንሃለኩም ንፀጋም ተዓፀፍ ዝብል ሓንኳል ጽርግያ ኣሎ ኣብዚ ሕጂ ኣብዚ ክዕጸፍ ከለኹ ከምዚ ገይረ ጠውየ ስቴርሶ ትርእይዎ ኣለኹም እቲ ናይቲ ጎደና መዕጸፊ ክንደይ ይምለስ ከምዚኣ ገይረ መልሳ ኣብ ከምዚ ኣንጎሎ ዓብ ኣንጎሎ እንተኮይኑ ፍሬኖ ቁሩብ ክንሕግዞ ኣለና ከምዚኣ ገይረ ሕጂ ከዓ ርኢኹም ከምዚኣ ገይረ ተጠውየ ይኸይድ ማለት እዩ ቦታ ከኣ ይመልሳ ታስቴርሶ ኣብ ከምዚ ትሑት ፍጥነት ዘለዎ ጽርግያ እንተኾይኑ ከምዚ ንኣንጎሎ ክትጥዎ ከለኻ ብዙሕ ትዕጸፍ ማለት እዩ ኣብ ከምዚ ልዑል ጽርግያ እንተኾይኑ ግን ቁሩብ ካትወ ብዙሕ ምዕጻፍ ኣየድልኒ ማለት እዩ ሕጂ ካብ እዚኣ ትሪእዋ ኣለኹም ፍራቻ ናይ የማን ገይረ ብዚኣ መጽኤ ብዚኣ ደው ብል ማለት እዩ ኣብዚኣ ደው ኢለ ኩሉ ነጻ ምስ ረኣኹዎ ይቕጽል ማለት እዩ። ከምዚኣ ገይረ ሕጂ ረእይዋ ከመይ ይዓጽፋ ኣለኹ ቁሩብ እየ ዝዓጽፋ። ካልኣይ ማርሽ ይኣቱ ሕጂ ትኽ ኢላ ኣላ ማኪና ኣለኹ ማርሽ ቀያይረ ኩሉ ገለ እንዳገበርኩ ከይተሸገርኩስ ሕጂ ከም ዝበልኩም ዋላ ነዚ ሳምና እንተደልየ ከጥፍኦ እንተደልየ ወላ ሓንቲ ኣይሽገርን እየ ማለት እዩ ኣብዚ እንተኮይነ ግን ናብዚ ናብዚ ክብል ፅቡቅ ኣይኮነን ንሰክርሄት ነቲ ውሕስነት ማለት እዩ ንኩሉ ግዜ ኣብዚ ዝውር ከለካ ከምዚ ትኽ ተብሎ ስቴርስኻ ማለት እዩ እጅ ትኽኢሉ እዩ ዘሎ ከምዚ ጸጋም ንየማን ክትዕጸፍ ተደሊኻ ከኣኒ ቁሩብ እኻ ዕጽፍ ተብላ ትዕጸፍ ማለት እዩ ትርእይዋ ኣለኹም ከምዛ ዝገብራ ዘለኹም ማለት እዩ ሕጂ ንየማን እየ ክዕጸፍ ፍራቻ ናይ የማን ገይረ በዚኣ ዕጸፍ ትርእይዋ ኣለኹም ቁሩብ እየ ዝዓጽፍ 15 ዲግሪ ማለት እዩ በቲ ክስታይ ክንከዶ እንተኾይንና ዓሰርተ ሓሙሽተ ፐርሰንት ይዓፅፋ ኣለኹ ማለት እዩ ጃሃቲ ከየብላ ሕጂ ከዓ ኣብዚ ፍራቻ ናይ ፀጋም ገይረ በዚ ዝኣቱ ገለ የለን ይኣቱ ማለት እዩ ካብኣ እቱ ምስ በልኩ ከዓ የጥፍኣ ኣብኣ ከለኹ የጥፍኣ ማለት እዩ ትሪእዎ ኣለኹም

ቁሩብ ትሕቲ ጸፍሒ ጽርግያ ኣላ ቀስ ኢለ ትርእይዋ ኣለኹም ንእሽተይ ዝዓጽፋ ዕጽፍ ኣቢለ ምልስ የብላ ኣብ ከምዚ ልዑል ፍጥነት ዘለዎ ጽርግያ እንተኾይኑ ናይ ቁሩብ ዓሰርተ ፐርሰንት ሓሙሽተ ፐርሰንት ገለ እኻ ጥውይ ተብላ ቁሩብ ጥውይ እንተብልካያ እኹል እዩ ማለት እዩ እዚ ግን ብምዝዋር ኣብ ርእስኻ ሰፍር ኣውቶማቲክ ይኣትወካ ማለት እዩ ትሪዋ ኣለኹም እዚ ኣንጎሎ ሕጂ ሓንቲ ቁሩብ ቁሩብ ናብዚኣ ንጸጋም እቲ ኣንጎሎ ትሪኦ እኻ ክሳብ ክንደይ ምዕጻፍ የድልየካ ገለ ስለዚ የጥፍኦ ጽቡቕ ኣይኮነን ካብ ውጽኢታዊ ኣይኮነን ከምዚኣ ዘርእየኩም ዘለኹ ኣስቴርሶ ማለት እዩ እቲ ንጸጋም ክንደይ ዲግሪ ብትኽክል ገለ ገለ ዝብል ብዙሕ ኣይትሻቐልሉ እቲ ኣዘዋውራ ከመይ ይዝውር ኣለኹ ኣነ ረኣይዎ ከምዚኣ ዘርእየኩም ዘለኹ ኣታ ኣዘዋውራ ካብኡ ንላዕሊ ካልእ ምስጢር የብላን ስትረስ ኣይትኹኑ ወላ ሓንቲ ናብዚ ከመይ ትዕፀፍ ናብዚ ገለ ምስቲ ናትካ ተመክሮ ኩሉ እንዳዓበየ እዩ ዝኸይድ እምበር እቲያ ኣዘዋውራ እታ ኣተሓሕዛ ናይ ስቴርሶ ከምዚ

ይምለስ ምልክት እገብር ንጸጋም ክዕጸፍ ምዃነይ ምልክት እገብር ሽዑ ናብዚ ቁሩብ ዕጽፍ ኢለ ይኣቱ ካልኣይ ማርሽ የእቱ ድኣ ናብዚ ይዕጸፍ ማለት እዩ ይዋሎ ማኪና ኮንትሮል ገብራ ኣለኹ ቁሩብ ምልእስ የብላ ማራ እንተ ተዓጺፋ ሕጂ በዚ ክወጽእ ምልክት ገይረ ኣብኣ ከለኹ

ሕጂ እዚ ጽርግያ ናይ ቁሩብ ከምዚ ኣሎ ኣብዚ ብዙሕ ስታይ ኣየድልዮን እዩ ዳርጋ ተኺል እያ ትኸይድ ኣብዚ እታ ማኪና ምስቲ ባላንስ ናትካ እንዳረኣኻ ናይ ቁሩብ ክልተ ፐርሰንት ከማን ኣይከውንን እዩ ንየማን ቁሩብ ናብዚ ተብላ ትኽ ተብላ ከኣ ንሕጂ እዚ ትኽ ዝበለ ጽርግያ መጽዩ ስለ ዘሎ ኣብዚ ኣብዚ ትኽ ትብል ማለት እዩ ዋላ ማለት ኣብ ትኽ ኢላ ባዕላ እያ ትኸይድ ማኪና ዋላ ሓንቲ ስታ የብላ ሕጂ በዚ ንየማን ክዕፀፍ ኢኻ ኣብኣ ከለኹ ምልክት ገይረ ዳወይ ከየልዓልኩ ከየበልኩ ከምዛ ትሪእዋ ዘለኹም ምልክት ገይረ ከምዚኣ ገይረ ሰብዓን ሓሙሽተን ፐርሰንት ገለ ይዓጽፋ ማለት እዩ ኣብኣ ከላ ከኣ ትምለስ ሪኦ ኣለኹም ሕጂ በዚኣ ንየማን ክዕጸፈ ምልክት ገይረ ከኣ ኣብዚኣ ፍሬኑ ሒዘ ዝሕል ኢለ ማርሺ ናብ ካልኣይ እእትው ኣቢለ ከለኹ ይጠውያ ማለት እዩ

እዩ ኣብቲ ናእሽቱ ኣንጎለታት ዘሎ ቁሩብ የማን ጸጋም የብል ኣለኹ ንእሽቶ ከምዛ ትርእይዋ ዘለኹም ቁሩብ እያ ዓጽፋ እዚኣ ትርእይዋ ኣለኹም ሓሙሽተ ፐርሰንት ትኸውን እዛ ጽርግያ ከምዚ ዝብል ዝበለት እያ ናብኣ ቁሩብ ኣዝብል የብላ ድሓር ከዓ ምልስ የብላ ሕጂ በዚ ዝኣትዋ መካይን ኣለዋ ንኹለን ይሕልፈን ማለት እዩ ቁሩብ ኣቕንን ናቢለይ ኣለኹ ሕጂ ትርእይዎ ኣለኹም 15 ፐርሰንት እዚኣ እያ ማለት እዩ ኣቕንን ናቢልካ ከምዚ ሕጂ ናብ ዝጥወ ከለኹ ከዓኒ ዳርጋ ናብ ፍርቂ ኣቕርብ ኣቢለ ከዓኒ ይጥወ ማለት እዩ ሕጂ እዚ ናይ ሚእቲ እዩ ኣብዚ ሕጂ ማኪና ብድሕረይ ይመፅእ ኣለዋ ብሳልሳይ ማርሺ ክሳብ ሱሳ ገለ ይኸይድ ድሕርኡ ካብ ሳልሳይ ማርሽ ኣብ ሓምሻይ የንጥሮ ማለት እዩ ይዎ ኣለኹ እዚኣ ናይ ቁሩብ እጂ ኣብ ዘለኹዎ እቲ ፅርግያ ቁሩብ ከምዚ ጥውይ ዝበለ ዓይነት እዩ ቁሩብ ጥውይ ኣቢለ ምልስ የብላ እዚ ሕጂ ትኽ ዝበለ ፅርግያ እዩ ኣብዛዕናሃለኩም ናይ ቁሩብ ዝጥወሎ ንየማን ኣብኣ ከላ በቃ ኣይትግጠምን እያ ከማን ቁሩብ ከዓ ኣዝብል ተብላ ናይ ቁሩብ ሪኦም ኣለኹም ከምዚኣ ማለት እዩ ምዳና ሕጂ ኣብዚ ሃይወይ ገለ ልዑል ፍጥነት ትዝውር እንተሃሊኻ ንኽትሓልፍ ከለኻ እኻ ቁርብ ርብዒ ግብር ኣቢልካ ነዚ ናብ ርብዒ ጥውይ ኣቢልካ ትሓልፍ እምበር ኣብ ኩሉ ግዜ በቃ ስቴርሱ ሃንዚ ጌርካ ቀጥ ኣቢልካ ሒዝካ ጥራይ ኢኻ ትኸይድ ኣብኡ ብጣዕሚ ልዑል ፍጥነት ስለ ትኸይድ ሓርጎጽጎጽ ገለመለ ክትብል የብልካን ማለት እዩ ከምዛ ትርእይዋ ዘለኹም ማለት እዩ ሕጂ እቲ ቪድዮ ከይንውሓኩም ኣብ ዝተኣኽለና እዩ ማለት እዩ ተስፋ ይገብር እዚኣ ቪድዮ ተረዲኣኩም ክትከውን ማለት ኣተሓሕዛ ስቴርሶ ከመይ እዩ ከመይ ክትገብር ኣለካ ገለ ቁሩብ ትምህርቲ ወሲድኩም ክትኮኑ ተስፋ ይገብር። ሳብስክራይብ ግበሩ። እትዮም ሳብስክራይብ ዘይገበርኩም ሓደስቲ ዘለኹም ኣብዚ ቻነል ነትዮም ኣሕዋትና ከዓ ሸር ግበሩሎም። ዝኾነ ሃናፂ ርእይቶ ከምዚ ከምዚ ክውስኽ ኣለዎ ከምዚ ከምዚ ሳይበር ሓልና እንትብልዎ እንተሃልዩ ከዓኒ ኮመንት ኣብ ታሕቲ ፀሓፉለይ ሓውኹም ሲሞን እየ ካብ ዳዕሮ ሓሙሽተ ሜድያ